ከመይ መጺእኩም ከመይ ኣለኹም ኣሜን ኣምላኽና እግዚኣብሔር ብኣና ብደቁን ብልሳን ኩሎም ፍጥረታቱን እግዚኣብሔር ኣምላኽና ዝኸበረን ዝተመስገነን ይኹን ሕራይ እምበኣር ከምቲ ኣብቲ ናይ መላለይ መረባት ተሰድና ዘሎ እዚ ሳልሳይ ዓመት ምምስራት ናይ ቤት ምሰንበት ነቲ ኣብ ዮሃንስ ወንጌል ምዕራፍ ዓሰርተ ኣርባዕተ ኣብ ፍቕዲ ዕስራን ሸውዓተን ዘሎ ቃል መሰረት ገይሩ ዝተዳሎ መደብ እዩ። እግዚኣብሔር ኣምላኽ ድማ ናብዚ ሳልሳይ ዓመት ምምስራት ናይ ቤት ምሰንበት ዘብጽሓና ንእግዚኣብሔር ኣምላኽና ክብር ምስጋና ንዕኡ ይኹኖ። እቲ ቃል እንታይ ዝበሎ እቲ ኣነ ዝህበኩም ሰላም ከምቲ ዓለም እትህበኩም ሰላም ኣይኮነን ልብኹም ኣይሸበር ኣይሰንብድ እውን ኢሉ ነዚ ቃል እዚ ዝተዛረቦ ጎይታናን ኣምላኽናን መድሓኒናን የሱስ ክርስቶስ እዩ ማለት እዩ። ነዚ ቃል እዚ ጎይታ ክነግረና ከሎ ነዚ ቃል እዚ ጎይታ ነቦታትና ንቁሳን ሃዋርያት ንግዚኡ ፍጻሜኡ ከዓኒ ንኹላትና ደቂ ቤተ ክርስቲያን ንኹላትና ውሉድ እግዚኣብሔር ንኹላትና ውሉደ ጥምቀት እግዚኣብሔር ኣምላክ ክነግረና ከሎ በታ ሓደ ወገን እግዚኣብሔር ኣምላኽ ክፍጥረና ከሎ ፍጹም ሰላም እንውንን ምስ ገዛ ርእስና ምስ እግዚኣብሔር ምስ ኩሎም ፍጥረታት እግዚኣብሔር ኣምላኽ ድማ ብፍጹም ሰላም ንነብር ፍጥረታት ገይሩ እግዚኣብሔር ኣምላኽ ከም ዝፈጠረና ዝነግርን ዘረድእን ቃል እዩ ማለት እዩ ድሕሪኡ ድማ ነቲ እግዚኣብሔር ኣምላኽ ዝሃበና ጸጋ ነቲ እግዚኣብሔር ኣምላኽ ዝሃበና ክብሪ ብሰንኪ ናይ ሰይጣን ምትላልን ናትና ስንፍናን ሰላምና ምሰኣና ድማ ነቲ ሰላምና ዝመልስ እቲ ምንጭ ሰላምና ዝኾነ እግዚኣብሔር ኣምላኽ ንሱ ከም ዝኾነ ስለዚ እቲ ናቱ ምውራድን ምውላድን ናቱ ድማ ምስቃልን ምትንሳእን ድማ እሱ ወሃቢ ሰላምናን መላሲ ሰላምናን ምዃኑ፣ እቲ ካባና ዝተመንዘዐ ሰላም ንሱ ከም ዝተመለሰልና፣ ንሱ ድማ ዳግማይ ናትና ንብረት፣ ናትና ሃብቲ ከም ዝኾነ፣ ናትና ገንዘብ ከም ዝኾነ ዝተነገርናሉን ዝተበሰርናሉን መዓልቲ እዩ እዚ መዓልቲ እዚ ማለት እዩ። ከመይ እንተ ደኣ ኢልና እግዚኣብሔር ኣምላኽ ንወዲ ሰብ ክፈጥሮ ከሎ ፍጹም ሰላማዊ ዝኾነ እዩ ገይሩ ፈጥርዎ። ፍጹም ሰላማዊ ገይሩ ፈጢርዎ ክንብል ከለና ድማ እንታይ ማለት ኢልና ኣብ መንጎ ፍትወተ ስጋን ፍትወት ናይ ነፍስን ኣብ ወዲ ሰብ ምንታወ ኣይነበረን እዪ። እዚ ማለት ከኣ እንታይ ማለት እዩ? ናይ ስጋ ሓሳብ ነቲ ናይ ነፍሲ ሓሳብ ክጻረር፣ ናይ ነፍሲ ሓሳብ ድማ ነቲ ናይ ስጋ ክጻረር፣ ከምዚ ዓይነት ምንታወ ዝኾነ ግማ ማንታ ዝኾነ ሓሳብ ኣብ ናይ ወዲ ሰብ ህይወት ኣይነበረን እዪ። እንታይ ደኣኒ ወዲ ሰብ ኩሉ ህይወቱን መብልዑን መስተዩን ምስጋና እግዚኣብሔር ኣምላኽ ሕጊ እግዚኣብሔር ኣምላኽ ምሕላው ስም እግዚኣብሔር ኣምላኽ ድማ ምጽዋዕ እዩ ነይሩ ፍላይ ፍላይ እተን እግዚኣብሔር ኣቦና ኣዳም ኣብ ገነት ዝተቐመጠለን ሸውዓተ ዓመታት ኣዝየን ሰላማውያንን ኣዝየን ድማ ፍጹማትን ናተን መርኣያ ናተን መግለጺ ድማ ሰላም እዩ ነይሩ ማለት እዩ ስለዚ ምስታ እግዚኣብሔር ኣምላኽ ሓጋዚቱ ክትኮኖ ዝሃባ ሄዋን እግዚኣብሔር ኣቦና ኣዳም ምስኣ ብሰላም ይነብር ነይሩ። ስለምንታይ ግን እግዚኣብሔር ኣምላኽ ምስቲ ብመልክዑን ብምስሉን ዝፈጠሮ እግዚኣብሔር ኣምላኽ እውን ብሰላም ይነብር ነይሩ። ስለዚ ኣቦና ኣዳም ምስቲ ዝፈጥሮ እግዚኣብሔር ኣምላኽን ምስታ ደጋፊቶ ትከውን ዝተዋሃበቶ ድንግል ማርያምን ኣዴና ሄዋንን ብሰላም ክነብር ብኸመይ ይኽእሉ እንተኢልና መጀመርያ መጀመርያ ንሱ እግዚኣብሔር ኣምላኽ ዝሃቦ ውሽጣዊ ሰላም ስለ ዝነበሮ እዩ ማለት እዩ ሰብ እንተ ደኣኒ ምስ ነብሱ ተተባይሱ ምስ እግዚኣብሔር ኣምላኽ ክዕረቕ ኣይክእልን እዩ ሰብ እንተ ደኣኒ ምስ ነብሱ ተባይሱ ምሰብ እውን ብሰላም ክነብር ኣይክእልን እዩ ማለት እዩ ስለዚ ካብቲ መጀመርያ ካብቲ ቀዳማይ ፍጥረት ካብ ኣዳም እንመሃሮ ነገር እንታይ ተልና ኣቦና ኣዳም ፍጹም ዝኾነ ሰላም ውሽጣዊ ሰላም ስለ ዝነበሮ እዚ ውሽጣዊ ሰላም እዚ ድማ ካብቲ ምንጪ ሰላምና ዝኾነ እግዚኣብሔር ኣምላኽ ዝምንጩ ሰላም ስለ ዝነበሮ ስለዚ ምስ ገዛእ ርእሱ ሰላም ስለ ዝነበሮ ምስቲ ፈጣሪኡ ዝኾነ እግዚኣብሔር ኣምላኽን ምስታ ደጋፊቱ ዝኾነት ሄዋንን ብፍጹም ሰላም ይነብር ነይሩ እዩ ማለት እዩ ድሕሪኡ ግና ሕጊ እግዚኣብሔር ኣምላኽ ምስ ጠሓሰ ካብቲ እግዚኣብሔር ኣምላኽ ከይትበልዖ ከይትንግፎ ከይትለኽፎ ዝበሎ ኦም ዕፀ በለስ ምስ በልዐ ግና እቲ ዝነበሮ ውሽጣዊ ሰላም ምስ ተዘረገ ድሕሪኡ እንታይ ክገብር ተልተልና ብቐጥታ ምስቲ ሰላም ዝሃቦ እግዚኣብሔር ኣምላኽን ምስታ ደጋፊቱን ካልኣይትን ዝኾነት ሂዋንን ምስኦም ክባስ ኢና ብቐጥታ ርኢናዮ እዚ ብኸመይ ንርድኦ ወይ ከኣኒ ብኸመይ ንፈልጦ እንተ ኢልና ድማ እንሆ ኣዳም ሓጢኣት ገይሩ ካብ ቅድሚ እግዚኣብሔር ኣምላኽ ምስ ተኸወለ እግዚኣብሔር ኣምላኽ ድማ ኣብ ግዜ ሰርክ መጺኡ ኣዳም ኣዳም ኣበይ ኣለኻ ምስ በሎ እንታይ ኢልዎ እንሆ እንታይ ኢልዎ ዕራቐይ ኮይነ ሀ ተሓቢኤ ኣለኹ እዩ ኢልዎ ካብቲ ከይትበልዖ ዝበልኩኻ ኦም ካብኡ በሊዕካ ዲኻ ኢሉ ምስ ሓተቶ ሽዑ እንታይ ኢልዎ እወ እታ ደጋፊተይ ክትኮነኒ ዝሃብካኒ ንሳ ሂባትኒ ኣነ ድማ ሀ ካብኡ በሊዐ እሞ እንታይ ኮንኩ ኢልዎ ዕራቐይ ኮንኩ ኢልዎ ማለት እዩ ስለዚ መጀመርያ ሓጢኣት ሰሪሑ ምስ ነብሱ ምስ ስለ ዝተባእሰ ቀጺሉ ምስ መን ተባኢሱ ምንጪ ናይ ውድቆቱ ምንጪ ናይ ካብ እግዚኣብሔር ኣምላኽ ምፍላዩ ንመን ገይርዋ? ንኣዴና ንሄዋንን ንእግዚኣብሔር ኣምላኽን ክገብሮም ኢና ንርኢ። እንታይ ኢልዎ? እታ ዝሃብካኒ ደጋፊተይ ኮን ዝሃብካኒ ኣቦና ኣዳም ድዩ ሓቲትዎስ ወይስ እግዚኣብሔር ኣምላኽ እዩ ኣምጺኡ ሂብዎ? ኣቦና ኣዳም እዩ ሓቲትዎ። ነቶም ኩሎም እንስሳታት ኣብቲ ገነት ዝነበሩ እንስሳታት ንኹላቶም ኣስማት ኣውጺኡ ስም ሂቡ በብስሞም ምስ ኣውጽኣሎም ግን ከኣኒ ንዕኡ ዝመስል ብመልክዕን ብምስልን እግዚኣብሔር ኣምላኽ ዝተፈጥረ ንዕኡ ዝመስል ፍጥረት ከይረኣየ ስለ ዘይረኸበ ኣዳም ድማ ተከዘ እሞኒ እግዚኣብሔር ኣምላኽ ከኣኒ ነዛ ትካዘ እዚኣ ንኣ ከም ጸሎት ቆጺሩ ንመን ፈጢርሎም እግዚኣብሔር ኣምላኻት እዩ ንሄዋን ፈጢሩሉ ስለዚ ሄዋን ዝተፈጥረት ብናይ መን ድሌት እያ ብናይ መን ጸሎት እያ ብናይ ኣቦና ብናይ ኣዳም ጸሎት እያ ተፈጢራ ማለት እዩ ኣብዚ ግን ሕጂ ኣዳም ምስ ገዛ ርእሱ ምስ ተባእሰ ውሽጣዊ ሰላም ምሳእነ ግን ነቲ ውጥረት ናመና ወስዮ ማለት እዩ ናብ እግዚኣብሔር ኣምላኽን ናብ ሄዋን ከስጉረና ንርኢ ማለት እዩ ስለዚ ካብዚ እቲ ንርድኦ ዋና ነገር እንታይ እንታይ ኢልና ኩሉ ግዜ ሰብ ምስ ነብሱ እንተ ተባኢሱ፣ ሰብ ውሽጣዊ ሰላም እንተ ስኢኑ፣ ምስ እግዚኣብሔር ኣምላኽ ይኹን ምስ ምስ ካልእ ሰብ ብሰላም ክነብር ኣይክእልን ሰብ ማለት እዩ። ስለዚ ናቱ ውጽኢት ድማ እንሆ እታ ዝሃብካኒ ንሳ ብላዕ ስለ ዝበለኒ በላዕኩሞኒ ዕርቃነይ ድማ ኮንኩ ኢሉ ኣብዚ እቲ ምስኣን ሰላሙ ክንርኢ ንጅብሪ ማለት እዩ። ቀጺሉ ድማ እቶም ብምሎም እዞም ሕጂ ንሕና ክንሪኦም ከለና እንፈርሆም ክንሪኦም ከለና እሳቶም ድማ ንዓና ዝሃዱና ንሓ ድማ ካብኦም እንሃድም እዞም ኩሎም ኣራዊት ዝበሃሉ እዞም ኩሎም ለምለምታ እዞም ኩሎም መርዛማት ዝበሃሉ እንስሳታት ንሳቶም ናይ ኣዳም ጸበል እግሪ እንዳላሓሱ እዮም ዝምገቡ ነይሮም ማለት እዩ ካብዚ ግዜ እዚ ንድሕሪት ግና እግዚኣብሔር ኣምላኽ ንኣራዊት ኣይፈጠሮን እዩ እዚ ማለት ከታያት እዩ ኣራዊት ካልእ ፍጥረት ይፈጥርዎ ማለት ኣይኮን ግን እዚ ሕጂ ንሕና ኣራዊት ኢልና ንጽውዕ ዘለና ኣራዊት ዝገበሮ መን እዩ ማለት እዩ ወዲ ሰብ እዩ ወዲ ሰብ እዩ ነቲ ኣራዊት ኣራዊት ዝገበሮ ወዲ ሰብ እዩ ነቲ መርዛም ቀታሊ ዝኾነ እንስሳ እግዚኣብሔር ኣምላኽ ቀታሊ ዝኾነ ነጣቒ ዝኾነ እንስሳ እግዚኣብሔር ኣምላኽ ኣይፈጠረን እዩ ነቲ መርዛም ዝኾነ እንስሳ መርዛም ዝገበሮ እቲ ንሕና ዝፈጸምናያ መርዛም ዝኾነ ሓጢኣት እዩ ማለት እዩ እምበር እዞም ብምልኦም ሎሚ ኣራዊትን መርዛማትን ቀተልትን በላዕትን ዘረፍትን ነጠቕትን ተባሂሎም እንጽውዖም ዘለና እንስሳታት ንኣቶም ነዚ ባህሪ እዚ ክለብሱ ዝገበሮም ናይ ወዲ ሰብ ሓጢኣት እዩ እምበሪ ቅድሚ ኣብ ዓለም ሓጢኣት ምእታዉ እዞም ብምሉኦም እንስሳታት እዚኣቶም መጺኦም ንኣዳም ኣብ እግሩ እንዳ ሰገዱ ጸበል እግሩ ድማ እንዳ ላሓሱ እዮም ዝነብሩ ነይሮም። ናይዚ መርኣያ ብዙሕ ነገር ኣለና። ንኣብነት ኣቦና ነብየ እግዚኣብሔር ኣምላኽ ዳንኤል ኣብቲ ናይ ጉድጓድ ናይ ኣናብስ ምስ ተደርበየ እቶም ኣዝዮም ይትረፍ ዶኒ ኣብቲ ጉድጓዶም ወዲእካሲ ካብ ላዕሊ ክትወርድ ከለኻ ተቐዳዲሞም እዮም ዝበልዑኻ ነይሮም እቶም ኣብኡ ዝነብሩ ኣናብስ ማለት እዩ። ነቦና ንነቢ ዳንኤል ግን በሊዖሞ ድዮም? ኣይበልዕዎን እዩ። እንታይ ደኣን እዩ? መጺኦም ጸበል እግሩ እዮም ክልሕሱ ንሪኦም ማለት እዩ። ስለዚ ንኣራዊት ኣራዊት ዝገበሮ ነቲ መርዛም ተመን ተመን ዝገበሮ ናትና ሓጢኣት እዩ። ስለዚ ሓጢኣት ምስ ሰራሕና ሰላም ጥራሕ ኣይኮናን ስኢና ወይ ከኣኒ ምስ እግዚኣብሔርን ምስ ነብስናን ጥራሕ ኣይኮናን ሰላም ስኢና እንታይ ደኣን እዩ ምስ ኩሉ እግዚኣብሔር ኣምላኽ ዝፈጥሮ እውን ከይተረፈ ሰላም ስኢና ኢና ማለት እዩ ባሕሪ እኮ ንሰብ ኣጢሕሉ ዝቐትል ኣይነበረን እዩ። ሰብ ምስ እግዚኣብሔር ኣምላኽ ምስ ተባእሰ ግን እቲ ንወዲ ሰብ ክጠቕሞ ንወዲ ሰብ ከገልግሎ ኢሉ ዝፈጥሮ ባሕሪ ንሰብ እንታይ ክገብሮ ጀሚሩ ማለት እዩ ከጥሕሎን ክቐትሎን ጀሚሩ ማለት እዩ። እቲ ንሰብ ክእዘዝ ንሰብ ክለኣኽ ንሰብ ከኽብር ዝተፈጥረ ኣራዊት ንሰብ ክበልዖን ክጥሕሮን ጀሚሩ ማለት እዩ። ስለዚ እዚ ስለ ዝኾነ እቲ ምስኣን ናይ ሰላም እንታይ እዩ እንተይልና ካብ እግዚኣብሔር ኣምላኽ ምፍላይ እዩ ማለት እዩ። ስለዚ እዚ ስለ ዝኾነ ድማ ንሕና ኣብቲ ሓጢያ ሰሪሕና ካብ እግዚኣብሔር ኣምላኽ ዝተፈለናሉ ኣቦና ኣብቲ መጽሓፈ ሳሙኤል እንታይ ኢሉ ተጻሒፉ ኣሎ? ሰብ ንሰብ እንተበደሎ እግዚኣብሔር ይፈልጦ እዩ፣ ሰብ ንእግዚኣብሔር እንተበደሎ ግና መን የማልዶ ኢሉ ኣብኡ ኣብቲ መጽሓፈ ሳሙኤል ኣብ ቀዳማይ ሳሙኤል ኣብ ምዕራፍ ክልተ ኣብ ፍቕዲ ዕስራን ሓሙሽተን ተጻሒፍልና ኣሎ ማለት እዩ። ስለዚ ሓደ ሰብ ንኻልእ ከምኡ ሰብ እንተ በዲልዎ ዝዓርቆ ዝፈርዶ መን እዩ ማለት እዩ? እግዚኣብሔር እዩ። ብሰንኪ ሓጢኣት ኣብ ዓለም ምእታዉን ወዲ ሰብ ድማ ሰላም ምስኣኑን ግና እቲ ወዲ ሰብ ንመን በዲልዎ ማለት እዩ? ንእግዚኣብሔር ኣምላኽ በዲልዎ። ስለዚ እንታይ ኢሉ ጽሒፉ ኣሎ እቲ መጽሓፈ ሳሙኤል? ሰብ ንሰብ ተበዲልዎ ኣምላኽ እንታይ ይገብሮ እዩ? ይፈርዶ እዩ። ሰብ ንእግዚኣብሔር ኣምላኽ ተበዲልዎ ግን መን የማልዶ ኢሉ ምጽሓፎ። ስለዚ ሰብን ሰብን ክበኣሱ ከለዉ ሰብ ይዓርቆም እዩ። ሰብን ኣምላኽን ክበኣሱ ከለዉ ግን ዓራቂ ክኸውን ዝኽእል መን ጥራሕ እዩ ማለት እዩ? እግዚኣብሔር ጥራሕ የማት እዩ ስለዚ እዚ ስለ ዝኾነ ድማ ንሕና ሓጢኣት ሰሪሕና ሰላምና ስኢና ካብ እግዚኣብሔር ኣምላኽ ምስ ተፈለየና ነቲ ዝሰኣናዮ ሰላም ነቲ ዝኸሰርናዮ ሰላም ነቲ ብሰንኪ ብናይ ሰይጣን ምኽሪ ብምስማዕ ገንዘብናን ንብረትናን ዝነበረ ሰላም ዝሰኣናዮ ሰላም ንዕኡ ክመሰልና ድማ ጎይታናን ኣምላኽናን መድሓኒና የሱስ ክርስቶስ ካብ ኣዴና ካብ ቅድስት ድንግል ማርያም ተወሊዱ ስጋና ለቢሱ ንዓና መሲሉ ኣብዚ ምድሪ እዚ ሰላሳ ዓመት ተማ- ሰላሳን ሰለስተን ዓመት ተመላሊሱ እግዚኣብሔር ኣምላኽ ሰላምና ከም ዝመለሰልና እግዚኣብሔር ኣምላኽ እ፣ ንዓና ነቲ ዝሰኣናዮ ሰላም ደጊም ደጊሙ እግዚኣብሔር ኣምላኽ ንዓና እ፣ ሰላምና ከም ዝመለሰልና ካብዚ ክንርዳእን ክንግንዘብን ንኽእል ማለት እዩ ስለዚ እቲ ዝዓበየ ዝዓበየ ነገር ስለ ሰላም ክንዛረብ ከለና ስለ ሰላም ድማ ቤተ ክርስቲያን ክትምህረና ከላ ክንሕዞን ክንፈልጦን ዘለና ነገር እንታይ ተይልና መሸን ኣብዛ ዓለምዚ ገንዘብ እንተለካ ጥዕና እንተለካ ኩሉ ነገር ውላድ እንተለካ ዝብላዕን ዝስተን እንተለካ ዝርገጽ እንተለካ ሰላም እንተዘይብሉ እንታይ ኣለዎ ዋጋ የብሉ ማለት እዩ ስለዚ ሰላም ናይ ኩሉ ነገር ምእሰሪ ናይ ሂወት ናይ ወድ ሰብ ናይ መወዳእታ መጥመሪ ልሕጺ እዩ እቲ ሰላም ዝበሃል ማለት እዩ ስለዚ ሰላም ዘይብሉ ሰብ ነቲ ዝረኸቦ ሽሻይ ኳን እዩ ኮፍ ኢሉ ክበልዖ ክምገቦን ኣይክእልን እዩ ሰላም እንተዘይብልካ እቲ ዘማሙቕ ክዳን ኳን እዩ ሙቐቱ ኣይስማዓካን እዩ ማለት ስለዚ ሰላም ማለት ኣዝዩ ኣዝዩ ንወድ ሰብ መሰረታዊ ዝኾነ ነገር እዩ ምንጩ ከዓኒ መን እዩ እንተኢልና እቲ ሰላማዊ ዝኾነ እግዚኣብሔር ኣምላኽ እዩ ማለት እዩ ስለዚ ሰብ መኣስ እዩ ሰላም ስ እንተ ኢልናኻኒ ሓጢኣት ክሰርሕን ኣብ ሓጢኣት ክነብርን ምስ ጀመረ እዩ ማለት እዩ ስለዚ ነዚ እቲ መጽሓፍ ቅዱስ ብዝተፈላለየ መልክዕ ገይሩ ገሊጽልናን ኣረዲእናን ኣሎ ንኣብነት ኣብ ያይቆብ ኣብ ምዕራፍ ኣርባዕተ ፍቕዲ ኣርባዕተ ዘሎ ኣንትን ዘመውቲ ፍቕሪ ንዓለም ንኣምላኽ ጽልኢ ምዃኑዶ ኣይትፈልጣን ኢኽን? እምበኣር ፈታው ዓለም ምዃን ዝደሊ ንሱ ጸላኢ ናይ ኣምላኽ እዩ ኢሉ ኣብኡ ኣንቢርዎ ኣሎ ማለት እዩ። ስለዚ እቲ ዝዓበየ ነገር ክንሕዞ ዘለና ኣብ መንጎናን ኣብ መንጎ እታ ህያብ እግዚኣብሔር ኣምላኽ ዝኾነት ሰላምን ኣብ መንጎና ዘሎ ዝፈላሊ መንደቕ እቲ ሓጢኣት ዝበሃል መጀመርያ ካብ እግዚኣብሔር ኣምላኽ ደሓር ድማ ካብቲ ምንጪ ሰላም ዝኹ ካብቲ ሰ ውህበት እግዚኣብሔር ኣምላኽ ዝኾነ ዝ ድማ ሰላም ዝፈሊ ሓጢኣት ምዃኑ ካብዚ ክንርድኦን ክንግንዘብን ንኽእል ማለት እዩ። ስለዚ ናይ ጐይታ ምውላዱን ምውራዱን ምውላዱን ድማ ነቲ ዝሰኣንናዮ ሰላም ንዕኡ ክመልስ ንኣብነት ኣቦታትና ቅዱሳን ነቢያት ስለ ናይ ጎይታ ልደት ክናገሩ ከለዉ ነቢየ እግዚኣብሔር ኣምላኽ ኢሳያስ እንታይ ኢሎ ኣሎ እንሆ ድንግል ክጸንስ እያ ወዲ ድማ ክትወልዶ እያ ኢልዎ ደሓር ከይዱ ግን እንታይ ኢሎ ኣሎ ስሙ ድማ ህ መንግስቶም እያ ኣማነ ኢሉ ቀጺሉ ሓ እንታይ ኢሎ ኣሎ ሕጂ ንሱ ድማ መስፍን ሰላም እቲ ዝውለደልና እቲ ዝወርደልናን እቲ ዝውለደልናን ንሱ እንታይ ኢሉ ኣሎ መስፍን ናይ ሰላም ኢሉ ናቱ ምውራድ ናትና ናይ ሰላምና ድማ ምውራድ ምዃኑ ኣብዚ ክንርዳእን ክንግንዘብ ንኽእል ማለት እዩ። ድሕሪኡ ኣብቲ ልደቱ መዓልቲ ኣብቲ ልደቱ ምሸት ድማ እቶም መላእኽቲ እንታይ ኢሎም ኣመስጊኖም? ስብሃት ንእግዚኣብሔር ኣበይ? ኣብ ሰማያት ሰላም ድማ ኣብ ምድሪ ንመን? ንደቂ ሰባት። ስለዚ ናቱ ምውላድ ንሱ ንሱ ምውላዱ ሰላምና ዝተወለደሉ መዓልቲ ሰላምና ድማ ዝተመለሰሉ መዓልቲ ምዃኑ ክነብርና ስብሃት ለእግዚኣብሔር በሰማያት ወሰላም በምድር እሱር መስሎ ሰብ ስብሃት ምስጋና ንእግዚኣብሔር ኣምላኽ ኣብ ሰማያት ሰላም ድማ ንወዲ ሰብ ይኹን ኢሎም ድማ ነዚ ክነግሩ ከለዉ ምምላስ ናይ ሰላምና ዝነግርን ዘረጋግፅን ምዃኑ ካብዚ ክንርድኦን ክንግንዘቦን ንኽእል ናት እዩ ነተን ኣብ ሓጢኣት ወዲቐን ብኣርዑት ናይ ሓጢኣት ድማ ተኣሲረን ዝነበራ ነብሳት ድማ ብዕለት ዓርቢ ጎይታ ብስጉ ኣብቲ መስቀል ከሎ ብነፍሲ ድማ ናብተን ናብ ሲኦል ወሪዱ ነተን ነብሳት እንታይ ኢልወን እንታይ ኢልወን ሰላም ሀ ንዓኻትኩም ይኹን ምክንያቱ እንታይ ስኢለን ስለ ዝነበራ ስኢነንኦ ዝነበራ ሰላም ስለ ዝኾነ ስለዚ ነቲ ስኢነንኦ ዘለና ሰላም ዝመልስን ዝህብን ሰላም ዝጽጉን ኣምላኽ ንሱ ምዃኑ ክነግር ከሎ ሰላም ንዓኻትኩም ኢሉ ድማ ጎይታ ነተን ንሓሙሽተ ሽሕን ንሓሙሽተ ሚእትን ሰላም ስኢለን ዝነበራ ነፍሳት ድማ ሰላመን ከም ዝመለሰለን ካብዚ ክንርዳእን ክንግንዘብ ንኽእል። ድሕሪ ትንሳኤኡ ድማ ነቦታትና ቅዱሳን ሃዋርያት ብናይ ጎይታ ሞት ብናይ ጎይታ ስቕለት ሓዚኖምን ተስፋ ቆሪጾምን ኣብ ዝነብርሉ ግዜ ካኒ ንሳቶም በታ ሓደ ወገን ብሓዘን በታ ሓደ ወገን ካኒ ብፍርሂ ናይ ኣይሁድ ገዛ ዓጽዮም ኣብ ዝነበረሉ ግዜ ድማ እንታይ ከም ዝበሎ ዝነገርና እንሆ ድማ ብዕጹ ማዕጾ ኣትዩ እንታይ በሎም ሰላም ሀ ንዓኻትኩም ይኹን ድማ በሎም ይብላ። ስለዚ ኣብዚ ድማ ነቲ ተረብሾሞ ዝነበሩ፣ ነቲ ተስፋ ቆሪጾሞ ዝነበሩ፣ ነቲ እቲ ተስፋ ዝገበርናሉ ካብ ብስጋና ካብ ንነብስና ናይ ነፍሲ ሓድነት ክህበና ኢልና ተስፋ ዝገበርና ኣምላኽ ንሱ እውን ሞይቱ ተሰቒ ተቖቢሩ ኢሎም ተስፋ ኣብ ዝቆረጽሉ እግዚኣብሔር ኣምላኽ ወሃብን መላስን ሰላምናን ክነግር ሰላም ከም ዝነበሮም ሎሚ ድማ ኣብቲ ቅዳሴ ኣቦታትና ናይ ክርስቶስ ኣርኣያን ኣምሳል ተጠቂሞም ብቐጻ ብተዘጋም ኣብቲ ጸሎተ ቅዳሴ እንታይ ምናት እዩ ሰላም ህ ለኩልኹም ንኹላትኩም እንታይ ይኹን ሰላም ይኹን ኢሎም ድማ እዚ ቤት እዚ ማሕደር ናይ ሰላም ምዃኑ ድማ ብተደጋጋሚ ይነግሩናን ይምህሩናን እዮም ማለት እዩ ስለዚ እቲ ብዓብኡ እንሕዞ ነገር እንታይ እዩ እንተልና ስለ ሰላም ከነልዕል ከለና ናይ ሰላም ምንጪ እግዚኣብሔር ኣምላኽ ምዃኑ፣ ናይ ሰላም ዋና እግዚኣብሔር ኣምላኽ ምዃኑ፣ ሰላም ዝህብ ናይ ሰላም ኣፍ ደገ ዝኸፍት እግዚኣብሔር ኣምላኽ ምዃኑ፣ ስለዚ ብመጠንቲ ሰላም ዝሰኣናዮ፣ ብመጠንቲ ሰላም ካባና ዝረሓቐሉ፣ ብመጠንቲ ንሕና ንሰላም ዝጠሜናዮን ዝጸማእናዮን ብኡ መጠን ናብቲ ምንጪ ሰላም ዝኾነ እግዚኣብሔር ኣምላኽ ክንቀርብ ከም ዘለና ምኽንያቱ ብርሃን ዝደሊ ሰብ ናበይ ዝመጽማት እዩ ናብቲ ምንጪ ናይ መብራህቲ ዝቐርብ ማለት ስለዚ ዝጸምአ ሰብ ናብ ማይ ከም ዝኸይድ ሰላም ዝደሌና ንሕና ድማ ናብቲ ወሃቢ ሰላም ዝኾነ ናብቲ ምንጪ ሰላም ዝኾነ እግዚኣብሔር ኣምላኽ ናብኡ ክንቀርብን ናብኡ ድማ ክንመጽን ከም ዝግባኣና እቶም ቅዱሳት መጽሓፍቲ ይነግሩናን የረድኡናን እዮም ማለት እዩ ስለዚ እቲ ዝዓበየ ነገር ግን እዚ ጥራሕ ኣይኮነን እዩ። ናብ እግዚኣብሔር ኣምላኽ ምቕራብ፣ ምስ እግዚኣብሔር ኣምላኽ ምንባር፣ ሕጊ እግዚኣብሔር ኣምላኽ ምሕላውን ትእዛዝ እግዚኣብሔር ኣምላኽ ምፍጻምን ንዓና ንግዝያዊ ነዚ ምድሪ ጥራሕ ኣይኮነን ትሕግዘና። እንታይ ደኣኒ ማዕረ ጎይታ እውን ይሰርዓና እዩ ማለት እዩ። እዚ ጸጋ እዚ ቀሊል ኣይኮነ ማለት እዩ። ኣብቲ ጎይታናን ኣምላኽናን መድሓኒ የሱስ ክርስቶስ ኣብቲ ኣንቀጸ ብፁዓን ዝብል ዘሎ ክፍል ናይቲ ወንጌል ኣብ ማቴዎስ ወንጌል ምዕራፍ ሓሙሽተ ኣብ ፍቕሪ ትሽዓተ እንታይ ኢሎ ኣሎ ገበርቲ ሰላም ህ ውሉድ ኣምላኽ ክበሃሉ እሞ እንታይ ኢልዎ ኣሎ ብፁዓን እዮም ኢሉ ጽሒፉ ኣሎ ማለት እዩ። ወዲ ኣምላኽ ዝተባህለ መን እዩ? መን እዩ ወዲ ኣምላኽ ተባሂሉ? ጐይታናን ኣምላኽናን መድሓኒናን ኢየሱስ ክርስቶስ እዩ። ስለዚ ንሱ ንሰማይን ንምድርን ዝዓረቐ ኣምላኽ እዩ። ንሕና ካብዚ ምድሪ እዚ ብሓጢኣት ወዲቕና ንላዕሊ ምድያብ ምስ ሰኣንና ንሱ ድማ ስጋ ናብዚ ምድሪ እዚ ወሊዱ ወሪዱ ስጋና ለቢሱ ንገዛእ ንዓና ምስ ገዛእ ርእሱ ከም ዝዓረቐና ስለዚ ገባሪ ዕርቂ ወሃቢ ሰላም ከም ዝኾነ ንሕና ድማ መጀመርያ መጀመርያ ምስ ገዛ ርእስና ድሕሪኡ ምሶም ምሳና ዝነበሩ ምስ ኩሉ ብሰላም ክንነብር ከለና ናይ ብሓቂ ውሉድ ኣምላኽ ዘጸዋዓና ውሉድ ኣምላኽ ድማ ዘስሜና ቃል ምዃኑ ክነግረናን ክረዳእናን ወንጌላዊ ቅዱስ ማቴዎስ ኣይሎ ኣሎ ገበርቲ ሰላም ሀ ውሉድ ኣምላኽ ክበሃሉ እዮሞኒ ብፁዓን እዮም ኢሉ ነዚ ቃል እዚ ጸዊዕልና እዚ ጠቒስልና ማለት እዩ ስለዚ እቲ ምስ ኩሉ ሰብ ብሰላም ምንባር እቲ ዝዓበየ ጸጋ ምዃኑ ክንርዳእን ክንግንዘብን ንኽእል ማለት እዩ። ስለዚ እዚ ኢልና ሕጂ ምስ መን ኢና ሰላም ክንገብር ዘለና ዝብል ቃል ኢና ክነልዕል ዘለና ማለት እዩ። ሰላም ምስ መን ኢኻ ሰላም ክትገብር ዘለካ? ቀዳማይ ቀዳማይ ከምቲ ኣብቲ መጀመርያ ዝበልናዮ ሰብ ቅድሚ ኩሉን ልዕሊ ኩሉን ምስ ገዛእ ርእሱ ሰላም ክገብር ክኽእል ኣለዎ። እንተ ደኣ ንሓደ ሰብ ምስ ገዛእ ርእሱ ሰላም ተዘይብሉ ምስ እግዚኣብሔር ኣምላኽ ሰላም ክትገብር ኣይከኣልን እዩ። ሰብ እንተ ደኣ ምስ ኣብ ምስ ገዛእ ርእሱ እንተ ደኣ ሰላም ምስ ሰላም ዘይነብር ተኾይኑ ምስ ከምኡ ሰብ እውን ብሰላም ሰብ ክነብር ኣይከኣሎን እዩ ማለት እዩ። ስለዚ እቲ ቀዳማይ ነጥቢ ክንገብሮ ዝግብኣና ነገር እንታይ እንተ ኢልና ምስ ገዛእ ርእስና ሰላም ክንፈጥር ክንክእል ኣለና። ምስ ገዛእ ርእስና ክንዕረቕ ክንክእል ክንክእል ኣለና። ምስ ነብሱ ዝተባእሰ ሰብ ምስ ሰብ ክዕረቕ ኣይከኣልን እዩ። ምስ ነብሱ ዝተጻልኣ ሰብ ንኻልእ ሰብ ከፍቅር ኣይከኣሎን እዩ ማለት እዩ። ስለምንታይ እንተልና ድማ ምኽንያቱ ሰብ ዘለዎ እዩ ዝህበካ ከምኡ ዘይኮነ ሓቀይ ሰብ ዘይብሉ ይህበካ ድዩ ሰብ ከምኡ ዓይነት ኣሎ ድዩ ሰብ እንታይ ዝህብ ዘለዎ እዩ ዝህብ ስለዚ ሰላም ዘይብሉ ሰብ ሰላም ክህብ ይኽእል ድዩ ኣይክእልን ስለዚ ናይ ሰላም ድኽነት ዘለዎ ሰብ ሰላም ክልግስ ኣይክእል እዩ ማለት እዩ። ስለዚ እቲ ዝዓበየ ንዝዓበየ ነገር ክንገብሮ ዝግብኣና ነገር ኣብ ህይወት እንታይ እዩ እንተረኣይልና መጀመርያ መጀመርያ ምስ ገዛእ ርእስና ምትዕራቕ ኩላህና ኣብ ዘለና እቶም ወለዲ ምስ መን ሓርጎጽጎጽ ንብልና ምስ ደቅና ሓቀይ ምስ ሓውኻ ምስ ሓብትኻ ምስ ወላዲኻ ምስ ጎረቤትካ ምስ መሳርሕትኻ ምስ መማህርትኻ ብዙሕ ግዜ ሓደ ሓደ ግዜ ኣብ ተቓርኖ ንነብር ኢና ማለት እዩ ልዕሊ ኹሉ ልዕሊ ኹሉ ግን ከሻቕለና ዝግብኦ ነገር እንታይ እንተይልና ምስ ገዛ ርስና እንተደኣኒ ተባኢስና ምስ ገዛ ርስና እንተደኣኒ ብሰላም ክንነብር ተኣ ዘይክኢልና ምስ ወላ ሓደ ሰብ ብሰላም ክንነብር ኣይንኽእልን ኢና ነዚ ድማ እቲ ቅዱስ መጽሓፍ ክነግረና ከሎ ብዛዕባ እቲ ጥፉእ ወዲ ክዛረብ ከሎ ኣብ ሉቃስ ወንጌል ምዕራፍ 15 ፍቕዲ 17 እዚ ጥፉእ ወዲ ዝበሃል ንሓደ ሰብኣይ ክልተ ደቂ ከም ዝነበርዎ እሞኒ ስለዚ ካብኦም እቲ ዝዓበየ እንሆ ነብኡ ብጽሒተይ ሃበኒ ኢሉ ብጽሒቱ መቒሉ ድማ ናብ ርሑቕ ዓዲ ከም ዝገሸመኒ ኣብኡ ድማ ነቲ ካብ ኣቦኡ ዝረኸቦ ብጽሒት ከም ዝዓበደሉ ከም ዝሰኸረሉ ከም ዝዘረቦ ኣብኡ ይነግር ማለት እዩ ኣብ መወዳእታ ግን ነቲ ኩሉ ገንዘቡ ምስ ወደየ ዝብላዕ ዝስተም ሰኣነ ኣብ ሓደ ናይ ሓሰማ መፋረይ ዝኾነ ሕርሻ ኣትዩ ኣብኡ ክሰርሕ ከም ዝቆጸረመኒ ነቲ ሓሰማ ዝበልዖ'ኳ ንኡኳ ክበልዕ ይፍቀደሉ ከም ዘይነበረ፣ ደሓር ኣብ መወዳእታ ግን ኣብ ቤት ኣቦኡ ኣዝዩ ብዙሕ ዝኾነ ሽሻይ ይምበረኽ ከም ዝነበረ ዘኪሩን ሓሲቡን እንሆ እንታይ ይብሉ ናብ ቤት ኣቦኡ ክኸይድ ሓሰበ ይብሉ። ወንጌላዊ ቅዱስ ሉቃስ ክጽሕፎ ከሎ ሽዑኡ ናብ ልቡ እንታይ ክኾኖ ኢልዎ ኣሎ? እንታይ ዝብሎ ናብ ልቡ ተመለሰ እዩ ዝብሎ ማለት እዩ ናብ ልቡ ተመለሰ ክብሎ ከሎ ምስ ገዛእ ርእሱ ተዓሪቑ እዩ ዝብሎ ኢሉ ተርጒሞሉ ማለት ስለዚ እዚ ሰብ እዚ መጀመርያ ኣብቲ ቤት ኣቦኡ ክነብር ከሎ እቲ ናይ ኣቦኡ ኣቦነት ከም ዕረ መሪርዎ ከም ጨው ድማ ከቢድዎ እዩ ዝነብር ነይሩ ኣብቲ ቤት ኣቦኡ ጽቡቕ ከሎ ጽቡቕ ዘሎ ኮይኑ ግን ኣይስምዖን ነይሩ። ኣብቲ ቤት ኣቦኡ ከቢሩ ከሎ ግን ከኣ ክብረት ኮይኑ ኣይተሰምዖን እዩ። ኣብቲ ቤት ኣቦኡ ማሚቑ ከሎ ግን ማሙቕ ኮይኑ ግን ኣይተሰምዖን። ረኺቡ ከሎ ከም ምርካብ ግን ኣይቆጸሮን። ከቢሩ ከሎ ከም ክብረት ኣይቆጸሮን እዩ። ስለዚ እቲ ዝሓሸን እቲ ዝጠዓመን፣ እቲ ዝበለጸን እቲ ዝመቀረን ካብ ደምበቦይ ወጻኢ እዩ ዘሎ ኢሉ ብምሕሳብ ነቦኡ ብጽሒተይ ሃበኒ ኢሉ ብጽሒቱ ሒዙ ናብ ርሑቕ ዓዲ ክኸደ እዩ ዝብሎ። ኣቦና ሊቅ ቅዱስ ዮውሃንስ ኣፈወርቅ ክትርጉሞ ከሎ እዛ ርሑቕ ዓዲ ተባሂላ ዘላ ኣንነት እያ ኢሉ ተርጉምዋ ኣሎ። ኣብ ዓለም ካብ ኣምላኽ ዝረሓቐ ሰብ እቲ ኣነ ዝብል ሰብ እዩ ማለት እዩ። ኣንነት ዘለዎ ሰብ እዩ ማለት እዩ። ስለዚ ናብ ርሑቕ ዓዲ ከደ ኢልዎ ኣሎ ማለት እዩ ኣብ መወዳእታ ግን ካብ ቤት ኣቦ ምስ ከደ እቲ ሓሊሞ ዝነበረ ክብረት ክረኽቦ ኣይከኣለን እዩ እቲ ሓሊሞ ዝነበረ ሓጎስ ክረኽቦ ኣይከኣለን እቲ ሓሊሞ ዝኸደ ሰላም ክረኽቦ ኣይከኣለን እቲ ሓሊሞ ዝኸደ ዕርፍቲ ክረኽቦ ግን ኣይከኣለን እዩ ኣብ መወዳእታ ኣብ ሰዓት እዚ ካብ ቤት ኣቦ ክወፅ ከሎ መሰቡ ይኮነ ተባኢሱ ነይሩ ምስ መን ተባኢሱ ምስ ገዛ ርእሱ ምስ ገዛእ ርእሱ ተባኢሱ ስለዚ ከይዱ ነቲ ኩሉ ገንዘቡ ነቲ ብጽሕቱ ምስ ሰኸረሉ ምስ ዓበደሉ ምስ ዘረዎ ኣብዚኣ ሰዓት እዚኣ ሕጂ እንታይ ኮይኑ ማለት እዩ ናብ ልቡ ድማ ተመልሰ ኢልዎ ኣሎ ናብ ልቡ ተመልሰ ማለት ምስ ገዛእ ርእሱ እንታይ ገበረ ማለት እዩ ተዓርቐ ስለዚ ምስ ገዛእ ርእሱ ምስ ተዓረቐ፣ እቲ ኣብ ቤት ኣቦኡ ዝነበረ ክብረት ንኡ ግን ክብረት ኮይኑ ዘይተሰምዖ፣ እቲ ኣብ ቤት ኣቦኡ ዝነበረ ጸጋ ንዑ ግን ጸጋ ኮይኑ ዘይተሰምዖ፣ እቲ ኣብ ቤት ኣቦኡ ዝነበረ ደስታ ንዑ ግን ደስታ ኮይኑ ዘይተሰምዖ፣ እቲ ኣብ ቤት ኣቦኡ ዝነበረ በረኸት ንኡ ግን በረኸት ኮይኑ ዘይተሰምዖ፣ ነዚ ክሓስብን ክዝክርን ኣእምርኡ ተኸፍተሉ ማለት እዩ። ስለዚ ናብ ገዛእ ልቡ ምስ ተመልሰ እምበኣር ህእ ናብ ቤት ኣቦይ ክምለስ ነቦይ ድማ ከም ወድኻ ዘይኮነስ ከም ሓደ ከምቶም ባሮትካ ቁፀረኒ ክብሎ ኢሉ ናብ ኣቦኡ መፀ እዩ ዝብሉ ማለት እዩ ስለዚ ቅድሚ ምስ ኣቦኡ ምዕራቑ ምስ መን እዩ ተዓሪቑ ምስ ነብሱ እዩ ተዓሪቑ እዚ ሕጂ ምሳሌ እዩ ወዲ ተባሂሉ ዘሎ ንሕና ኩላትና ኣብ ዘላ ምእመናን ኢና ማለት እዩ ኣብ ቤት ኣቦ ዘሎ መረ ጸጋን በረኸትን ኣቦ ተባሂሉ ዘሎ እግዚኣብሔር ኣምላኽ እዩ ኣብቲ ቤት ኣቦኡ ሙሉእ ዘይጉድል ጸጋን በረኸትን ከም ዝነበረ ኣብ ቤት እግዚኣብሔር ኣምላኽ ድማ ስጋውን መንፈሳውን በረኸት ኣሎ ስጋውን መንፈሳውን ጸጋ ኣሎ፣ ስጋውን መንፈሳውን ተድላ ኣሎ። ስለዚ እዚ ሰብ እዚ መጀመርያ ምስ ገዛ ርእሱ ምስ ተዓረቐ ድሕሪኡ ከይዱ ነቦኡ ይቕረ በለለይ ከም ዝበሎ እሞኒ ኣቦኡ ድማ እንታይ ዝብሎ ስብሕቲ ዝኾነት ላም ሓሪዱ ከም ተቐበሎ እግዚኣብሔር ኣምላኽ ኣበይ ዝቕበለና ኣበይ ዝቕበልና እግዚኣብሔር ኣምላኽ ኣብ ቤተ ክርስቲያኑ እንታይ ገይሩ ስግኡ ቆሪሱ ደሙ ድማ ኣፍሲሱ እቲ ኣቡኡ ክምለስ ከሎ እንታይ ገይሩ ተቐቢልዎ ስብሕቲ ዝኾነት ላም ሓሪዱ እነሆ እቲ ሞይቱ ዝነበረ ወደይ ተንስኡ እቲ ጠፊኡ ዝነበረ ወደይ ድማ ተረኺቡ ኢሉ ስብሕቲ ላም ሓሪዱ ተቐበሎ እዩ ዝብል ማለት እዩ እግዚኣብሔር ኣምላኽ ብኃጢኣት ካብ ቤቱ ክንርሕቕ ከለና ብኃጢኣት ጠፊእና ከለና ክቕበለና ከሎ ብምንታይ ዝቕበለና ብወርቅን ብጨርቅን ኣይኮነን እንታይናን እዩ ስግኡ ቆሪሱ ደሙ ድማ ኣፍሲሱ ዝቕበለና ማለት እዩ ስለዚ ነቲ ኣብ ቤቱ ዝቑረስ ስጋ እንተበሊዕናዮ ነቲ ኣብ ቤቱ ዝፈስስ ደም ድማ እንተሰቲትናዮ እንታይ ንረክብ ሰላም ንረክብ ማለት እዩ ስለዚ ቀዳማይ ቀዳማይ ስለ ሰላም ክንሓስብ ከለና ክንፈልጦን ክንሕዞን ዝግብኣና ነገር እንታይ እንተይልና መጀመርያ መጀመርያ ምስ ገዛእ ርእስና ክንዕረቕ ክንክእል ኣለና ማለት እዩ። ሰብ ምስ ገዛእ ርእሱ እንተኣ ዘይተዓሪቑ ምስ እግዚኣብሔር ኣምላኽ ይኹን ምስ ካልእ ሰብ ክዕረቕ ኣይክእልን እዩ። ሰላም ዘይብሉ ሰብኣይ ምስ ሰበይቱን ምስ ደቁን ብሰላም ክነብር ኣይክእልን እዩ። ሰላም ምስ ገዛእ ርእሳ ሰላም ዝረሓቓ ሰበይቲ ምስ ሰብኣያን ምስ ደቃን ብሰላም ክትነብር ኣይትኽእልን እያ። ሰላም ዝረሓቖ ውላድ መስ ኣቡን መስ ኣዲኡን ምስ ኣሕዋቱን ምስ ኣሓቱን ብሰላም ክነብር ኣይክእልን እዩ። ስለዚ ሰላም ዝረሓቖ ስራሕተኛ ምስቶም መሳርሕቱ ብሰላም ክነብር ኣይክእልን እዩ። ሰላም ዝረሓቖ ምእመን ኣብቲ ቤት እግዚኣብሔር ኣምላኽ ምስቶም ካልኦት ምእመናን ብሰላም ክነብር ኣይክእልን እዩ። ስለዚ እቲ መጀመርያ መጀመርያ ነገር ክንሓስቦ ዝግብኣና ነገር እንታይ እዩ እንተራኢልና ሰላም ተደኣ ይቕሬታ ሰላም ተደኣ ስኢና ተደኣ ኣለና ኮይና ምናልባት ምናልባት ንሕና ምስ ገዛ ርእስና ተባኢስና ኮይንህሉ ምስ ገዛ ርእስና ኣብ ባእሲ ኣብ ህልኽ ኣቲና ኮይንህሉ ንገዛ ርእስና ክንፍትሾ ይግባኣና እዩ ስለዚ መጀመርያ ሰላም ምስ ገዛ ርእስኻ ዝግበር ሰላም እዩ ማለት እዩ ድሕሪኡ እቲ ጥፉእ ወዲ መጀመርያ ምስ ነብሱ ምስ ተዓረቐ ቀጺሉ ምስ መን ተዓሪቑ? መሰብኡ ክንጽውዖ ከለና እንታይ ንብሎ? ኣብ ሰማይ ትነብር ኣቦና ኣቦ ተባሂሉ ዘሎ መን እዩ? እግዚኣብሔር ኣምላኽ እዩ ማለት እዩ። ስለዚ መዓልታዊ ክንድቅስ ክንትስእ ኣብ ሰማይ እትነብር ኣቦና ኢልና ከም ንጽውዖ ስለዚ ምስ ነብስና ምስ ተዓረቕና ድሕሪኡ ዘሎ ቀጺልካ ዘሎ ዕርቂ ኻኒ ምስቲ ዝፈጠረና ኣብ ሰማይ ዘሎ ሰማያዊ ሃብቲ ሰማያዊ ጸጋ ኣዳልልና ዘሎ እግዚኣብሔር ኣምላኽ እዩ ማለት እዩ ነዚ ቃል እዚ ክነግድ ቅዱስ ሃዋርያ ጳውሎስ ኣብ ካልኣይ ቀረንጦስ ኣብ ምዕራፍ ሓሙሽተ ኣብ ፍቕሪ ዓሰርተ ትሽዓተ ኣምላኽ ንዓለም ምስ ገዛእ ርእሱ ክዓርቕ ከሎ ኣብ ክርስቶስ ነበረ ኢሉ ጽሒፉ ኣሎ ማለት እዩ ኣምላኽ ምስ ገዛእ ርእሱ ንዓለም ክዓርግ ከሎ ኣብ መን ነበረ? ኣብ ክርስቶስ ነበረ። እዚ ማለት እንታይ ማለት እዩ? ንሕና እግዚኣብሔር ኣምላኽ ክፈጥረና ከሎ ኣማልኽ ዘጸጋ ገይሩ ይፈጥና ኣማልኽቲ ገይሩ ፈጢርና እግዚኣብሔር ኣምላኽ ንዓና ብባህሪ ዘይኮነ ብጸጋ ማለት እዩ። ነገር ግን ነዚ ክብሪ እዚ ምስ ንዓቕናዮ ነዚ ክብሪ እዚ ምስ ደርበይናዮ ምስ እግዚኣብሔር ኣምላኽ ኢና ተባኢስና ስለዚ ከምቲ ኣቐዲምና ዝበልናዮ ሰብ ምስ ሰብ ክበኣስ ከሎ ሰብ እዩ ዝዓርቆ። ሰብ ምስ እግዚኣብሔር ኣምላኽ ተባኢሱ ግን መን እዩ ዝዓርቆ? እግዚኣብሔር ኣምላኽ እዩ ዝዓርቆ ማለት እዩ። ስለዚ ምስ እግዚኣብሔር ኣምላኽ ምበኣስ እንታይ ማለት ኢልና ጎይታ እንታይ ኢሉ ኣብዚ ምድሪ እተፍቅሩ እንተኾንኩም ሲ እንታይ ግበሩ ኢልና እንታይ ኢልና ትእዛዛተይ ሓሉ ምስ እግዚኣብሔር ኣምላኽ ምበኣስ ማለት ሕጊ እግዚኣብሔር ኣምላኽ ምጥሓስ ማለት እዩ። ሓደ ሓደ ግዜ ኮፍ ኢልና ሲ ብዙሕ ነገር ኣሎ ምሽን ኣብቲ ህይወትና ዝጨንቀና ሓቀይ ዶኒ ሓቀይ ደ ወላስ ንዓይ ጥራሕ ይኸሙ ኣብ ህይወትና ኩላናስ ዝጨንቀና ነገር ኣሎ እዚ ኣምላኽ ሲ እንታይ ኮን ገይረ እየ እንታይ ኮን በዲለ እየ ንብለሉ ሰዓት ብዙሕ ግዜ ኣሎ ማለት ብዙሕ እዋናት ኣሎ ማለት እዩ ስለዚ ኣብዚ ሰዓት እዚ እቲ ዝዓበየ ነገር ክንገብሮ ዝግባእና ነገር እንታይ እንተ ኣልና ሕጊ እግዚኣብሔር ኣምላኽ ንጥሕስ ከይንህሉ ሕጊ እግዚኣብሔር ኣምላኽ ምጣሓስ ዝበሃል ግን ክልተ ነገር እዩ ሓደ ሓደ ግዜ ስለ ዘይሰረቕካ ጥራሕ ሕጊ እግዚኣብሔር ኣምላኽ ዘይጠሓስካ ኮይኑ ስማዓካ እዩ ግን ከምኡ ይኮነን ስለ ዘይሰረቕካ ጻድቕ ኣይኮንካን ከይሰር ወላ ኣይትስረቕ እንተ ዘይመጽኡ ኢልካ እንታይ ኢኻ ማለት እዩ ሕጊ እግዚኣብሔር ኣምላኽ ጢሒስካ ኣለኻ ማለት እዩ ወላ ኣይትበኣስ ግን ከኣኒ ስለ ዘይተበኣስካ ጥራሕ ሕጊ እግዚኣብሔር ኣምላኽ ሓሊኻ ማለት ኣይኮነን ዘይምበኣስ ጽቡቕ እዩ ግን ከኣ ምፍቓር ከኣ ኣሎ ማለት እዩ ሓደ ሰብ ስለ ዘይተበኣሰ ግን ከኣ ዘይፋቐር ተኾይኑ ሰብዚ ሕጊ እግዚኣብሔር ኣምላኽ ሓልዩሎ ድዩ? ኣይሓልውን ኣሎ። ኣይትሓሱ እንተ ዘይምሕሳው ጽቡቕ እዩ። ዘይምሕሳውና ጽቡቓት እዩ። ግን ዘይምሕሳው ግን እኹል ኣይኮነን። እንታይ ደኣ ክንገብር ኣለና? ሓቂ ከኣ ክንዛረብ ኣለና። ሓቂ ከኣ ክንምስክር ኣለና። ስለዚ እቲ ዝዓበየ ነገር ክንሕዞ ዝግባኣና ነገር እንታይ ኢልና ሕጊ እግዚኣብሔር ኣምላኽ ምሕላው ምክንያቱ እታ ናይ ጎይታ ትእዛዝ እንታይ ትብል ደፍቅረንን ተፍቅሩ እንተኾንኩም ስታይ ግበሩ ትእዛዛተይ ሓሉ ትእዛዝ ምሕላው ማለት እንታይ ማለት እዩ ንጥሙይ ምብላዕ ንጽሙእ ህ ምስታይ፣ ንዕሩቕ ህ ምኽዳን፣ ንእሱር እግዚኣብሔር ኣምላኽ ይፍታሕካ ምባል፣ ንሕዙን እግዚኣብሔር ኣምላኽ የጸናንዕካ ምባል። ኣብዚ ግን መጀመርያ መጀመርያ ግን ቀዳማይ ሕዙን ግን መን እዩ ማለት እዩ? ቀዳማይ ሕዙን መን እዩ? ንሕና ኢና ኮን ሓቀይ? ካብ እግዚኣብሔር ኣምላኽ ዝረሓቀ ሰብ እንታይ ኮይኑ ኣሎ ማለት እዩ ሞይቱ ኣሎ ሓቀይ ስለዚ መጀመርያ ቀዳማይ ጥሙይ መን እዩ ማለት እዩ ንሕና ኢና ስለምንታይ ስጉ እንተ ዘይበልዕና ደሙ እንተ ዘይሰትና ቀዳሞት ጥሙያት መን ኢና ንሕና ከዓ ማለት እዩ ድሕሪ ከዓ ስጋዊ መብልዕ ሳነ ሰብ ከዓ ንሕግዘሉ ማለት እዩ ስለዚ ቀዳሞት እሱራት መን ኢና ንሕና ብምንታይ ስለተኣሰርና ብናይ ሓጢኣት ማእሰርቲ ድሕሪ ከዓ ብስጋ እንተኣሰሩ ሰባት ከዓ ምብፃሕ ማለት እዩ ስለዚ በዚ መልክዕ እዚ ጌርና ምስ እግዚኣብሔር ኣምላኽ ክንዕረቕ ሕጊ እግዚኣብሔር ኣምላኽ ክንሕሉ ይግባኣና እዩ ማለት እዩ እቲ ሳልሳይ ድማ መጀመርያ ምስ ገዛ ርስና ተታዕሪቕና ድሕሪ ድማ ምስ እግዚኣብሔር ኣምላኽ ተታዕሪቕና ድሕሪ ዝመፅእ እንታይ ማለት እዩ ምስ ኩሉ ሰብ ምዕራቕ እዩ ማለት እዩ ስለዚ ነገርዚ ቅዱስ ሃዋርያ ጳውሎስ ኣብቲ ናይ ሮሜ መልእኽቱ ኣብ ምዕራፍ ዓሰርተ ክልተ ፍቕዲ ዓሰርተ ሸሞንተ ምስ ኩሉ ሰብ እንታይ ግበረ ኣሎ ብሰላም ንበሩ ምስ መን ምስ ኩሉ ሰብ ብሰላም ንበሩ ኢልና ኣሎ ማለት ስለዚ ናይ ኣቡነ ገብረ መንፈስ ቅዱስ ስእሊ ንሪኦ ዲና ሓቀይ በዚ እንታይ ኣለዎ ሰላሳ እንታይ ኣለዎ ኣናብስ በዚ ከዓ ሰላሳ እንታይ ኣለዎ ናይ ምንታይ ምሳሌ እዚ ሕጂ ሰላምና ናይ ሰላምና ከም ዝተመለስና መርኣያ እዩ ማለት እዩ ኣንበሳ ንሰብ እንታይ ትገብሮ ይጥሕሮ ሓቀይ ነቶም ምስ እግዚኣብሔር ኣምላኽ ብሰላም ዝነብሩ ቅዱሳን ግን እግዚኣብሔር ኣምላኽ ሰላም ስለ ዝሕደረሎም ምስ እግዚኣብሔር ኣምላኽን ምስ ገዛ ርእሶም ጥራሕ ይኮኑሲ ምሶም ዝጥሕሩን ዝበልዑን ኣራዊት ኳኒ ምሶም እንታይ እዮም ዝነብሩ ማለት እዩ ብሰላም ነብሩ እቲ ካብ ገነት ሰጒጉ ዘውጽኣና ተመን ንሱ ነቲ ምስ እግዚኣብሔር ኣምላኽ ብሰላም ዝነብር ኣቡነ ኣረጋዊ ተሰኪሙ ናብያ ደይብዎ ማለት እዩ ናብ ደብረ ዳሞ ኣደይዎ ስለምንታይ ናብ እግዚኣብሔር ኣምላኽ ብምቕራብ ሕጊ እግዚኣብሔር ኣምላኽ ብምሕላው መጀመርያ ምስ ገዛ ርሱ ደሓር ምስ እግዚኣብሔር ኣምላኽ ሰላም ስለ ዝገበረ ስለዚ ሕጊ እግዚኣብሔር ኣምላኽ ዝሓለወ፣ ትእዛዝ እግዚኣብሔር ኣምላኽ ዝፈጸመ፣ ካብ እግዚኣብሔር ኣምላኽ ሰላም ስለ ዝወሃቦ፣ እዚ ሰላም እዚ ድማ ምስ ገዛእ ርእስኻን ምስ እግዚኣብሔር ኣምላኽ ጥራሕ ዘይኮነሲ ወላ ምስቶም መርዛማት ኣራዊት እኳ ከይተረፈ እንታይ እንታይ ይህበካ ማለት እዩ? ሰላም ይህበካ። ኣቡነ ኤውሳትሮስ ዝፈልጦ ኢና ሓቀይ ባሕሪ እዚ ባሕሪ እዚ ንኹላትና ሓውና ሓብትና ዓርክና መማህርትና መሓዛና ዝመንዝዕ ባሕሪ ሓቀይ እዚ ባሕሪ እዚ ግን ኣቡነ እታዎስ ብነጸላ ብከምዚኣ ነጸላ እዚኣ ኣንጺፎም ካብ ዓድና ናብ ኣርሜንያ ይመጽኡ ነይሮም ማለት እዩ ብነጸላ እቲ ባሕሪ እቲ ሰብ ዝቐትል ዘሎ ሰብ ዝውሕጥ ዘሎ ባሕሪ እንታይ ኮይኑ ዘይወሓጦም ምክንያቱ ንሶም ምስ እግዚኣብሔር ኣምላኽ ብጽድቂ ሰላም ስለ ዝገበሩ ሰማይን ምድርን ኣብዚ ምድሪ ዘሎን ኣብ ሰማይ ዘሎን ንኦም እንታይ ኮይንዎም ማለት እዩ ተኣዚዝዎም ስለዚ ምስ እግዚኣብሔር ኣምላኽ እንተ ቀሪብና ምስ እግዚኣብሔር ኣምላኽ እንተ ዕርቂ እንተ ፈጺምና ሰማይን ምድርን ምስ ኣብ ሰማይ ዘሎን ምስ ኣብ ምድሪ ዘሎን ዕርቂ ፈጺምና ኣለና ማለት እዩ እንተ ደኣኒ ምስ እግዚኣብሔር ኣምላኽ ተባይስና ኸኒ ኣብዚ ምድሪ ዘሎኒ ሰቡ ገረቡ ኣራዊቱ ኩሉ ምስ ኩሉኒ ምስ ኣብ ሰማይ ዘሎ ኸዓ ንበኣስ ማለት እዩ ስለዚ እዚ ስለ ዝኾነ ስለ ሰላም ክንሓስብ ከለና ስለ ሰላም ክንዛረብ ከለና ብመንፅር ቅዱሳት መፅሓፍቲ ተኣሪእናዮ ምንጪ ናይ ሰላም እግዚኣብሔር ኣምላኽ እዩ ማለት እዩ ስለዚ ነዚ ድማ በብደረጃ ክንሕልዎ ይኸዓ ይግባኣና መጀመርያ ምስ ነብስና ክንዕረቕ ኣለና ድሕሪኡ ምስ እግዚኣብሔር ኣምላኽ ድሕሪኡ ድማ ምስ ኩሉ ሰብ ብኸመይ ኢና እዚ ዕርቂ እዚ ከነምፅኦ ኢልና እቲ ትምህርትና ክንዓፅኦ እቲ ግዜ መታን ከይከደና ብኸመይ ኢና ክንዕረቕ ዘለና እንተረኣይና ድማ እቲ እንዕረቐሉ መንገዲ እንታይ እዩ እንተረኣ ኢልና ኸዓኒ ሓደ ዛንታ ኣሎና ኣብ ትንቢተ ዮናስ ኣብ ምዕራፍ ሓደ ካብ ፍቕዲ ሸውዓተ ጀሚርካ ሓደ ቃል ኣሎ እሱኻ እንታይ እዩ ዮናስ እግዚኣብሔር ኣምላኽ ናብ ነነዌ ከም ዝለኣኸሞኒ ስለዚ ናብ ነነዌ ከይከሎ ድማ ንሱ ነቲ እግዚኣብሔር ኣምላኽ ዝለኣኾ መልእኽቲ ሓዲጉ ናብ ተርሴስ ክኸይድ ካልእ መርከብ ተሰቒሉ ናብ ተርሴስ ተበጊሱ ማለት እዩ። ስለዚ ካብ ሕጊ እግዚኣብሔር ኣምላኽ፣ ትእዛዝ እግዚኣብሔር ኣምላኽ፣ ልኡኽ እግዚኣብሔር ኣምላኽ ጥሒሱ ናብ ካልእ ቦታ ክኸይድ ኣብ ዝተበገሰሉ ግዜ እግዚኣብሔር ኣምላኽ ኣብቲ ባሕሪ ማዕበላ ተንስኡ ነታ መርከብታ ገይርዋ ማለት እዩ ሃዊኽዋ። ሽዑ እሳቶም እዚ ኹሉሲ ብናይ መን ሓጢኣት ብናይ መን በደል ይበጽሓና ዘሎ ኢሎም ሓሰቡ እሞኒ ስለዚ ኣብ መወዳእታ በሉ ዕጫ ነውድቕ እዚ ኹሉ ሽግር እዚ ኹሉ መከራሲ እዚ ኹሉ ምህዋኽ እዚ ኹሉ ሰላም ምስኣን ብናይ መን ሓጢኣት ይበጽሓና ዘሎ ኢሎም ምስ ሓሰቡ ዕጫ ምስ ኣውደቑ ኣብ መን በጺሓ ኣብ ዮናስ ስለምንታይ እግዚኣብሔር ኣምላኽ ዝበሎ ናብ ነነዌ ኺድ ንሱ ዝኾነ ዘሎ ኸዓ ካብ እግዚኣብሔር ኣምላኽ ሃዲሙ ናብ መን ናብ ተርሴስ ማለት እዩ ባሕሪ ጎይታ እዩ እዝራሞኒ እስኻኒ ንጎይታ እንታይ ክብሮ ማለት እዩ ትሰምዖ ስለዚ እቲ ንባሕርን ንንፋሳትን ዝእዝዝ እግዚኣብሔር ኣምላኽ ድማ ኣብቲ ባሕሪ'ቲ ማዕበል ምስ ተተንሰኤ፣ ድሕሪ መወዳእታ ንዮናስ ኣልዒሎም ናብቲ ባሕሪ እንታይ ገይሮምዋ እዩ? ደርብዮሞ። ናብ ባሕሪ ምስ ደርበይዎ፣ ሽዑ ድማ እቲ ባሕሪ እንታይ ኮይኑ ማለት እዩ? ጸጥ በለ እዩ ዝብሎ ማለት እዩ። ጸጥ በለ። ስለዚ ንሕና ከኣኒ ኣብ ህይወትና ዮናስ ኣለና ኩላህና ማለት እዩ። ኩላህና ኣብ ህይወትና ዮናስ ኣለና ሓደ ሰብ እንተ ዕቡይ ተኣ ኮይኑ ሰላም የብሉን እዩ ስለዚ ሰላም ክረክብ ተኮይኑ ነቲ ብዮናስ ዝተመሰለ ትዕቢት ካብ ልቡታ ክገብሮ ኣለዎ ክድርብዮ ኣለዎ ሓደ ሰብ ሰራቂ እንተኮይኑ ሰላም ክረክብ ተኮይኑ ዮናስ ካብቲ መርከብ ምስ ተደርበየ፣ ኣብቲ መርከብ እንታይ መጺኡ? ሰላም ከም ዝተረኽበ። ስለዚ ንሓ ድማ ስርቂ ዝበሃል ዮናስ ኣብ ልብና እንተ ኣብ ህይወትና እንተ ነጊሱ እንተ ኣሎ ኮይኑ ሰላም ክንረክብ ተኾይና ነቲ ኣብ ልብና ዘሎ ብዮናስ ዝተመሰለ ስርቂ እንታይ ክንገብሮ ኣለና እቲ ክንድርብዮ ኣለና። ሓደ ሰብ እንተ ዕቡይ እንተ ኮይኑ ሰላም ክረክብ ተኾይኑ ካብ ልቡ እንታይ ክድርቢ ኣለዎ ማለት እዩ? ትዕቢት ክድርቢ ኣለዎ። ሓደ ንፉግ ዝኾነ ሰብ ሰላም ክረክብ ተኾይኑ ንፉግነት ክድርቢ ኣለዎ ማለት እዩ። ሓደ ሰብ እንተ ደኣኒ ደንዳኒ ዝኾነ ልቢ ተኣ ኣለዎ ኮይኑ ሰላም ክረክብ ስለዚ እዚ እቲ ዋና ነገር ማለት ስለዚ ኣብታ መርከብ ናይ ዮናስ ዮናስ ናብቲ ባሕር ምስ ተደርበየ ሰላም ከም ዝተረኽበ ንሕና ድማ ኣብ ህይወትና ነናይ ባዕልና ዝኾነ ዮናስ ኣለና ኣብ ህይወትና ማለት እዩ ንዕቡይ ሰብ ናቱ ዮናስ ትዕቢት ማለት እዩ። ንሰራቂ ሰብ ናቱ ዮናስ እንታይ እዩ? ስርቂ እዩ። ንዘማኡ ሰብ ናቱ ዮናስ መን እዩ? ዝሙት እዩ። ስለዚ ዋና ነገሩ ከና ከና ብኸመይና ሰላምና ንረኽቦን ዝብሕቶ ካኒ ልክዕ በዚ ቃዚ እዩ። በታ ዓለወን ካኒ ናብ ማቴዎስ ወንጌል ተመጺናሃኒ ኣብቲ ጎይታ ድቅሽሉ ኣብ ዝነበረ ግዜ ኣብቲ ባሕሪ ማዕበል ከም ሰሰኦሞኒ ስለዚ ጎይታ ምስ ነቐሐ ግና እቲ ህዝኣት ከም ዝመለሰሎም ዝነግር ቃል ኣሎ ስለዚ ንሕና ድማ ኣብዘና ኩላትና ብጥምቀት ውሉድ እግዚኣብሔር ኣምላኽ ኮይና ኢና ማለት እዩ ግን ሓጢኣት ክንሰርሕ ከለና ግን እቲ ብጥምቀት ዝረኸብናዮ ጸጋ እንታይ ኮይኑ ማለት እዩ ይድበ ማለት እዩ ወይ ከዓ ይዕፍር ማለት እዩ ስለዚ እዚ ስለ ዝኾነ ሰላምና ብኸመይ ኢና ንመሶ እንተረኣይና ነቲ ኣብ ህይወትና ዘሎ ዮናስ ናብቲ ባሕሪ ምስ ድርብዮ እዩ ማለት እዩ ስለዚ ባሕሪ ናይ ዓለም ምሳሌ እዩ ስለዚ ዮናስ ኣበይ ተደርቢ እዩ ኣብቲ ባሕሪ ስለዚ ዝሙት ከዓኒ ናይ ዓለም ስለ ዝኾነ ኣበይ ድርበ ማለት እዩ ኣብ ዓለም ይድርበ ዮናስ ናበይ ተድርብ እዩ ናብ ባሕሪ ስርቂ ናይ ዓለም ስለ ዝኾነ ናብ መን ይድርበ ናብ ዓለም ትዕቢት ናይ ዓለም ስለ ዝኾነ ናብ መን ይድርበ ናብ ዓለም ንፉግነት ናይ ዓለም ስለ ዝኾነ ናበይ ይድርበ ናብ ዓለም ማለት እዩ እንተ ደኣ ነቲ ኩሉ ካብ ዓለም ዝለበስናዮ ካብ ዓለም ድማ ዝረኸብናዮ ናብ ዓለም ደርቢናዮ ሰብነትና ናይ ብሓቂ ቤት መቕደስ እግዚኣብሔር ኣምላኽ ትኸውን ማለት እዩ። ቤት መቕደስ እግዚኣብሔር ኣምላኽ ከዓኒ መካነ ሰላም ናይ ሰላም ኣደባባይ ስለ ዝኾነ ኣብ ህይወትና ሰላም ክሓድረና ይኽእል እዩ እሞኒ ወሃብ ሰላምን ምንጭ ሰላም ዝኾነ እግዚኣብሔር ኣምላኽና ሰላሙ የብዛሓና ሰላሙ ይዓድለና ኩሉ ግዜ ኣብ ቤተክርስትያን ድማ ሕጉ እንዳሓለና ትእዛዙ እናፈፀምና ብሰላም ክንነብር ድማ ናይ እግዚኣብሔር ኣምላኽና ምሕረት ናይ ድንግል ማርያም ኣማላድነት ናይ ቅዱሳን ረድኤት ኣይፈለየና ዝመሃረና ዝመዓደና እግዚኣብሔር ኣምላኽና ክብሪ ምስጋናን ንዕኡ ይኹኖ።